ኣብ በዓል ሰሙን ኸም ለለናዮ መጠን ግድን ናይ ቴሌቪዥን፣ ፍሪጅ፣ ናይ መሕጸቢ ኽዳን ኻልኦትን ዋጋታት ክንፈልጥ ኣለና። ስለዚ ሎማዓንቲ እዚ ዋጋታት ኹሉ ክንሰምዕ ኢና። ዕለት ዕስራ ኽልተይ ወርሒ ኣርባዕተ ክልተ ሽሕ ዓሰርተ ሸውዓተ ዓመተ ምህረት እዩ። ስለዚ እስካዕ መወዳእታ ሓንቲ ነገር ከይሓለፈትኩም ተኸታተሉኒ። ዝተለመደ ፍቕርኹም እውን ላይክ፣ ሼር፣ ሰብስክራይብ እናገበርኹም ግለጽዎ። ኣብ ቐጻሊ ክቐርበልኩም ነገር ትደልይዎ ነገር ተሃልዩ ኣብ ኮሜንት ጸሓፉለይ። ግና ኣብዘን ትሽውዓተ መዓልቲ ሸሞንተ ዘለዋ ናይ በዓል ሰሙን ስለ ለለዋ ናይ ጥልፊ፣ ናይ ፈርንቸር ኣቑሑ፣ ናይ ወርቂ ዋጋታትን ናይ ድሮ ውድኣመት ዘሎ ናይ ጤልን በጊዕን ዋጋታት ኩሉ ክንርኢና ኣብዚ ሰሙን እዚ ትጥቀሙሉ ኢኹም። እዚ ጸብጻብ እዚ ከምልጦ የብሉን ናብ ትብሉ ሰብ ኩሉ ሼር ናገርኹም ወረ ምብዛሕ እውን ስለይንፎቲ ቀጢልና ናብ ጸብጻብ ዋጋታትና ንሕለፍ። ስለዚ ብመጀመርያ እንሪኦ ናይ ቴሌቪዥን ዋጋ እዩ። ቴሌቪዥን ካብ 32 ኢንች ጀሚሩ ስካብ 55 ኢንች ክንደይ ከም ዘሎ ንርኣ። ኣውደ ኣመት ስለ ልቐርብ ለሎ ንእሽተይ ዋጋ ወሰኽ ናግበሩ እዮም ልርከቡ ናይ ኣቑሑ ዋጋታት ኩሎም ማለት እውን ሰብ ኩሉ ኣውደ ኣመት ክቐርብ ተሎ ብሓድሽ ኣቑሑ ገዝኡ ንምቕያር ኩሉ ስለ ልሓስብ እውን ኣብ ግምት እእቲኹም ተኸታተሉኒ። ስለዚ ሎምዓንቲ ካብ ሳላሳይ ክልተ ኢንች ጀሚሩ ካብታ ንእሽተይ ክሳብ ሓምሳይ ሓሙሽተይ ኢንች ለሎ ክንደይ ከም ዘሎ ኣብ ከተማ መቐለ ብዝርዝር እናረእና ንኸድ። እዚ ብታ ንእሽተይ ንጅምር ተለና ሳላሳይ ክልተ ኢንች ኣብዚ ክስ ሰዓት ትሽወጠሉ ዘለ ዋጋኣ ዓሰርተ ክልተ ሽሕ እዩ። እዚ እውን ተኣዩ ለካትት እዚ ቴሌቪዥን እንተልና ስሙ ኦስካር ይልበሃል ብጣዕሚ ኣብዚ ኸሰዓት ብበዝሒ ኣብ ማርኬት ለሎ እዩ ብዙሕ ሰብ እናጎዞ ልርከብ ዓይነት ቴሌቭዥን እዩ ብጣዕሚ ቆንጆ ልባል ቴሌቭዥን እዩ ደብል ስክሪን እዩ ካብ እውን ስማርት እውን ምዃኑ ዓብይ ነገር ይገብሮ ደብል ስክሪን ምዃኑ ጥቕሙ ቢያንስ ተወዲቕና እቲ ቀዳማይ ስኪሪኑ ኣልዒልና ብቲ ካልኣይ ናይ መጥቃም ኣድቫንቴጅ ነይዎ እዚ እውን ልለዓለ ጥቕሚ እኒኤዎ ናይ ቴሌቭዥን ማለት እዩ ካሊእ እውን ኢንተርኔት ምጥቃም ንኽእል ኢና ዋይፋይ ኣራኺብና ቀጥታ ዩቲብ ክኾን ይኽእል እዩ ካልኦት ማሕበራዊ ሚዲያታት ብኡ ንጥቀም ንኽእል ኢና ስለዚ እዚ ቴሌቭዥን እዚ ክልተ ዓመት ጋራንቲ እውን ኣለዎ ወይ ድማ ዋስትና እኒኦዎ ዝኾነ ዓይነት ፀገም ተጋጢሞ ኣብ ክልተ ዓመት ውሽጢ ባዕሉ እዚ ካምፓኒ ናይ ምቕያር ኣድቫንቴጅ እኒኦዎ ማለት እዩ ስለዚ እዚ ኦስካር እዚ ቆንጆ ዝበሃል ቴሌቭዥን ኮይኑ ረኺበዮ እኒኹ ዋግኡ ድማ 12 መሸጢ ዋግኡ እዩ። እዚ ቴሌቪዥን እዚ እውን ንወንዲ ላጤ ክኾን ይኽእል እዩ። ቤተሰብ እውን ንእሽቶ ይኾንኹም ኣብ ክራይ ገዛ ክኾን ይኽእል እዩ። ንንእስ ዝበለ ዓይነት ገዛ ዝኾነ ክኾን ይኽእል እዩ። ስለዚ ፍላሽ እውን ምቕባል ስለ ንኽእል ዝተፈላለዩ ደርፍታት ፊልምታት እውን ክንጥቀመሉ ንኽእል ኢና። ስለዚ ናይዚ ቴሌቪዥን ጥቕሙ እዚ ልለዓለ እዩ። ክትገዝኡ ዝሓሰኹም ሰባት ስልከይ ኣብ ኮሜንት ከቐምጠልኩም እዮም ናብ ትደልይዎ ናብ ከተማታት ትግራይ እውን ክልኸልኩም ይኽእል እያ ስለዚ ብኢሞ ዋትሳፕ ቴሌግራም ንዓየ ክትረኽብሉ ትኽእሉ ማሕበራዊ ሚድያ እዩ ማለት እዩ ካሊእ እውን ክንሪኦ ዝግበአና ናይ ኣርባዓይ ሰለስተ ኢንች እዩ ኣብዚ ኸ ሰዓት ዝሽወጠሉ ዘሎ ዋጋ ኣርባዓይ ሰለስተ ኢንች ማለት እዩ ዕስራ ሽዱሽተ ሽሕ እዩ ዕስራ ሽዱሽተ ሽሕ መሸጢ ዋግኡ እዩ ናይዚ ኣርባዓይ ሰለስተ ኢንች እውን ተኣዩ እኒኤዎ ቴልና ስሙ ፕሮክሲ ልባል ፕሮክሲ ይበሃል ስሙ እዚ እውን ቆንጆ ልባል ቴሌቪዥን እዩ ስማርት እዩ ካብኡ ለለ ደብል ስክሪን እዩ ከምቲ 32 ንረኣናዮ ደብል ስክሪንና ስማርት ምዃኑ ቆንጆ ይገብሮ ኣብዚ ግና ክነግረኩም ደሊ ቴሌቪዥን ትገዝኡ ተለኹም 43 እና 55 እናላዕልኹም ትኸተልኹም ስማርት ኢኹም ትገዝኡ ዘለኩም 32 ችግር የብሉ ሓደ ሓደ ግዜ 32 ስማርት እውን ተለይ ኮይና ምንም ችግር የብሉ ማለት ስማርት እውን ኣትዎ ነቲ ቴሌቪዥን ከጨናንቆ ስለ ዝኽእል ኣንድሮይድ ንሽቶ እዩ ትሸዓንተ ወይ ድማ ሸሞንተ ምታት ክኾን ስለ ዝኽእል ሰላሳ ክልተ ኢንች ትገዙ ተለኹም ብዙሕ ችግር የብሉ ኣብ ዓበይቲ ክኾን ተሎ ኣርባዕተ ሰለስተ ሓምሳ ሓሙሽተ ልዕሊ ክኾን ተሎ ግና ስማርት ኮይኑ ደብል ስክሪን ዝኾና ቆንጆ ልባል ቴሌቪዥን ተትገዙ ተመራፂ እዩ ቅርሺ ስለ ተውፅእ ኣለኹም ዓብይ ቅርሺ ንእውን ተመጣጣኒ ዝኾነ ኣገልግሎት ክትረኽቡ ስለ ዝግባእ ማለት እዩ ስለዚ ናይዚ 43 ኢንች እዚ 26000 መሸጢ ዋግኡ እዩ ኣብ ከተማ መቐለ ኣብዚ ኸ ሰዓት ዘሎ ዋግኡ ማለት እዩ ካሊእ ድማ እንሪኦ ናይ 43 ኢንች ካብ ረእና ቀፂልና ድማ ንሪኦ ናይ 55 ኢንች እዩ 55 ኣብዚ ኸ ሰዓት እናተሸጠሉ ዝርከብ ዋግኡ 56000 እዩ 56000 እናተሸጠ ይርከብ እዚ እውን ኦስካር ይልባል ከምቲ ዓንተ ወይ ሰላሳ ክልተ ኢንች ነገርክኹም እዚ እውን ኦስካር ይበሃል ቆንጆ ልባል ቲቪ እዩ ኩሉ ሰብ ተመራፂ ገይርዎን እዩ ኣብዚ ሰዓት እሱ እዩ ንሃይሴንስ ኤልጂ ካልኦት እውን ኣብዚ ሰዓት እናጠፉ እዮም ዝርከቡ ብሓድሽ ዝልኾኑ ናይ ቴሌቭዥን ካምፓኒታት እዮም እናተቐየሩ ዝርከቡ እዚ እውን ኦስካር ልባለ ዝኸ ሰዓት ኣጻሪ ብደንቢ ጠይቐ ካብ ረኸኽዎ ዓይነ ቴሌቭዥን ስለ ዝኾነ እዚ ኦስካር እዚ ተትገዝዎ ተመራፂ እዩ መለዋወጢ ኣቕሓ እውን ስለለለዎ ብቐሊሉ ክትረኽብሉ ስለ ትኽእሉ እዚ እውን ዓብዪ ኣድቫንቴጅ እኒአዎ ክልተ ዓመት ጋራንቲ እውን ዋስትና ኣለዎ እዚ እውን ስማርት እዩ ደብል ስክሪን እውን እዩ ማለት መብዛሕትኡ ካብ ደገ ልኣቱ እዩ ብጣዕሚ ከቢድ እዩ መለዋወጢ ኣቕሓ ንምርካብ ኣብዞም ዓድና ዝገጣጠሙ ኮይኖም ግና ብቐሊሉ ናይ መለዋወጢ ኣቕሓ ስለ ዝርከብ እዚ ናብ ውሽጢ ዓዲ እውን ምንም ቆንጆ ልባስ ስለዝኾነ እሱ ተትገዝኡ ተመራፂ እዩ ስለዚ ናይ ቴሌቪዥን ዋጋታት እዚ ርኢና ንኢና ቀፂልና እውን እንሪኦ ናይ ፍሪጅ ዋጋ እዩ ፍሪጅ ክትገዝኡ ልሓሰኹም ሰባት ኣብዚኣ ዋጋ ሰሚዕኹም ክትኸድኑ ኢኹም ስለዚ ሎማዓንቲ ብሰለስተይ ሓምሳይ ሊትሮና ብኸልተይ ስሳይ ሰለስተይ ሊትሮ ኢና ክንርኢ ስሞም እውን ቦስና ጎልድ ይበሃሉ ኣብዚ ከሰዓት ክትገዝኡ ተለኹም ትሪእዎ ለለኩም ማለት ኩሎም ናብ ውሽጢ ዓዲ ለኣትዩ ፍርጃት ቆንጆ ተባሂሎም ተፀኒዖም ስለ ለኣትዩ ኩሎም በብደረጃም ናብ ዓለም ዝኾነ ትሕዝቶ ኒዎም ስለዚ ሎማዓንቲ ናይ 350 ሊትሮ ዝሽወጠሉ ዘሎ ፍርጅ ኣብዚ ከሰዓት 37 ሽሕ ይሽወጥ ኣሎ 350 ሊትሮ 350 ሊትሮ 37 ሽሕ እናተሸጠ ይርከብ ብክልተይ 63 ሊትሮ ድማ 34 ሽሕ እናተሸጠ ይርከብ ብፍላይ ኣብታ ቪድዮ ልርእኩም ኣለኹ እዛ ፍርጅ እዚኣ እዛ ፃዕዳ ሰላሳ ኣርባዕተ ሽሓ ትሽወጥ እዚኣ ቆንጆ ኢለ ካብ ንመረፅኽዋ ካብ ነገረኒ እውን ዝኾነ ኢንፎርሜሽና ቆንጆ ትበሃል ፍርጃ ክትገዝኡ ልሓሰኹም ሰባት ችግር የብሉ ባዕለይ ኣፅኒዐ ብደንቢ ከጋዝኦኩም ይኽእል እያ ናብ ትደልዎ ከተማታት ትግራይ እውን ክልኸልኹም ይኽእል እያ ብዙ ኣይትጠራጠሩ ሓሪፍ ትበሃል ፍርጃት እውን ካልኦት እውን ስለልለው ብኡ ከማርፀኩም ይኽእል እያ ስለዚ ናይ ሰለስተ ሓምሳይና ናይ ክልተይ ሱሳይ ሰለስተ ሊትሮ ዋጋታት እዚ ይመስል ስለዚ በዓል ሰለልኾና ገዛኹም ፏና ድምቅ ኣብልዎ ብደንቢ ገዛኻ በቁሑ ክምላእ ተሎ ልኾነ ደስታ ሰልፈጥር ስለዚ ዘሎ ዋጋ ናይ ፍርጅና ናይ ቴሌቪዥን ዋጋ እዚ ይመስል ቀጺልና ድማ እንሪኦ ናይ መሕፀቢ ክዳን ላውንደሪ ብዙሕ ሰብ ልደልዮ ድኻም ንቕንስ ብጣዕሚ ነኖታትና ክኾን ይኽእል ነሕዋትና ክልሓፅባ ኣብዚ ከሰዓት ብጣዕሚ መፍትሒ ዝኾነ ናይ ክዳን መሕፀቢ ላውንደሪ እዩ ከም ትሪእዎ ኣለኹም ኣብዚ ቪድዮ ቆንጆ ዝበሃሉ ናይ ክዳን መሕፀቢ ላውንደሪ ማሽናት እኒው እዮም ስለዚ ሎማዓንቲ እንሪኦ ብላይፍ ስታርና ኦርቢት ዝበሃልና ፖፑላር እዚኦም ኣብዚ ከሰዓት ተቆፃፂሮሞ ዘለዉ ዕዳጋ እዮም ላይፍ ስታር ኦርቢት ፖፑላር ይበሃሉ እዞም ላይፍ ስታርና ኦርቢት ኣብ ውሽጢ ዓዲ ልገጣጠሙ እዮም እዞም ፖፑላር ግና ናይ ወፃኢ ዓዲ ምርትታት እዮም ስለዚ ናይዚኦም ዋጋ እስካብ ክንደይ ይበፅሕ ልብል ንርአ ኣነ ልመርፀልኩም ክትገዝኡ ተለኹም እዚ ፖፑላር ዝበሃል ናይ ወፃኢ ዓዲ ዝኾነ መሕፀቢ ክዳን ተትገዝኡ ተመራፂ እዩ እቲ ላይፍ ስታርና ኦርቢት እውን ሃምለሎ ኮይኑ ግና ልሓሸ ኢለ ልማረፀ ንሰብለ ካብ ልረእኹት ኮይኑ እዚ ፖፑላር ብጣዕሚ ብኩሉ ነገሩ ልሓሸ እዩ ስለዚ ሎማዓንቲ ናይ ሰለስቲኦም ብ16 ኪሎ ግራም ኢና ዘለዎም ዋጋ ክንርኢ ናይ ሰለስቲኦም ማለት እዩ ናይ ላይፍ ስታር ንባህልና ኦርቢት ፖፑላር ባሉ ብ16 ኪሎ ግራም ክንደይ ከም ዘሎ ንርኢ ኣለና እዚ ላይፍ ስታር ብዓሰርተ ሽዱሽተ ኪሎ ግራም ላይፍ ስታር ማለት እዩ ኣርባዕ ሓሙሽተ ሽሕ እናሸጠ ይርከብ ብዓሰርተ ሽዱሽተ ኪሎ ግራም ኣርባዕ ሓሙሽተ ሽሕ ብላይፍ ስታር ዝበሃል እናተሸጠ ይርከብ እዚ ካብ ኩሎም እሺ ክብር ልዕለ እዩ ብኦርቢት ድማ 37 ሽሕ እናተሸጠ ይርከብ ኦርቢት ዝበሃል ኮይኑ ብ16 ኪሎ ግራም 37 ሽሕ እናተሸጠ ይርከብ ብፖፑላር ዝበሃል ግና እዚ ልሓሸ ልብለኩም ለኹ እዚ ናብ ወፃእ ዓዲ እዩ እዚ እውን 37 ሽሒ ሓሙሽተ ሚእቲ በቃ 37 ሽሕ ኢልኩም ሓዝዎ ሓሙሽተ ሚእቲ እና ታክሲ እያ ስለዚ እዚ ፖፑላር ኣነ ካብ ዝመርፀልኩም ዓይነት ናይ ክዳን መሕፀቢ ማሽን እዩ ስለዚ ኣብቲ ቪድዮ እውን ከም ትሪእዎ ዘለኹም ውሽጢ እውን ርእዮ ነይረ ይርእኩም ሎ ልብል ግምት ነኒ ብጣዕሚ ቆንጆ ዝበሃል ኣቕሓታት እዮም ለለዎ ብስኸ ሰዓት እናትሸጠሉ ዝርከብ ዋጋ ኣብ ዝተፈላለዩ ቦታታት ንእሽተይና ዋጋ ኣፈላላይ ክህል ይኽእል እዩ ግና ክትገዝሉ ሓሰኹም ሰባት ኣናግሩኒ ልሓሽ ዋጋ ኣሊሸ ከራኸብኩም ይኽእል እየ እዚ ማእኸላይ ዋጋ እዩ ለቕርበልኩም ነለኹ ክትገዝኡ ልሓሰኹም ግና ኣናግሩኒ ብኢሞ ዋትሳፕ ቴሌግራም ንዓየ ክትረኽብሉ ትኽእሉ ማሕበራዊ ሚድያ እዩ ስልከይ ኣብ ኮሜንት ንየኩም ደስ ዝበለኩም ነገር ተሃልዩ ኣናግሩኒ ብውሽጢ መስመር ስለዚ ሎማዓንቲ ናይ በዓል ሰሙን ዘሎ ናይ ቴሌቭዥን መሕፀቢ ክዳን እዚ ኩሉ ሪናን ኢና ስለዚ ፅቡቅ ነገር ሓበሬታ ከምረኸብኩሉ ኣይጠራጠሪ ኣብ ቐፃሊ እውን ዝተፈላለዩ ፍሉይ ዝኾነን ኣብ ናጋ ፕሮግራም በተለይ ፍሉይ ዝኾነ ፕሮግራም ተጸበዩ ስለዚ ኣብ ቐጻሊ ፕሮግራም ስካ ኣብ ንረኸብ ሰላም ንዓኻትኹም ይኹን ላይክ ሼር ሰብስክራይብ ምግባርኹም ግና ኣረጋግጹ ልገርኩም ሰባት ሰብስክራይብ ታይኹም ጽበዩ ኣለኹም ኣብዚ ቻናል እዚ ዓበይቲ ነገራት ስለ ልመሓላልፍ ንቐጻል ለለ ዓበይቲ ነገራት ስለ ዝጽበየና ለሎ ብኸዚትኹም ሰብስክራይብ ናገርኹም ተኸታተሉኒ ላይክ ለገርኹም ላይክ ገሩ ናብ ክሪኦ እኒኦዎ ናብ ትብሎ ሰብ ኩሉ ሼር ናገርኹም ንዓይ ምርካብ ትደልዩ ከም ነገርኩም ስልከይ ኣብ ኮሚት ኒኢኩም ወይ ድማ ኣብ ፕሮፋይልና ስልከይ ኣቕሚጠልኩም ኒኢኹያ ኣናጉርኒ ብውሽጢ መስመር ልሽወጥ መሬት ትደልዩ ሰባት ተሃሊኹም ክትሸጡለ ትደልዩ ተሃሊኹም ወይ ድማ ልካር ወይ ገዛውቲ ኣብ መቐለ ክኾኑ ይኽእል ኣብ ዝተፈላለዩ ቦታታት እውን ኣናጉርኒ ልሽወጥ ማሽናት ተደልዩኹም ዘለኹም ዓይነት ነገር ሓበሬታ ተሃልዩ ኣናግሩኒ ኣነ ናይኹም ተኣዛዘይ ስለ ዝኾንኹ ደስ ዘለኩም ነገር ክፍፅመልኩም ይኽእል እያ ስለዚ ኣብ ቀፃሊ ፕሮግራም ስካብ ንራኸብ ሰላም ንዓኻትኩም ይኹን ፒስ